Shimon Peres. Shimon Peres. ተርጓሚ ተርጓሚ መንግስቲ ኣብ ገብረ ኪዳን ተራኺ ተራኺት ዮርዳኖስ ገብረ ስላሴ ትረኻ መጽሓፍ ዓቢ ዓበይቲ ንሕለም ምዕራፍ ሓሙሽተ

ኣብ ነፍሲ ወከፍ መድረኽ ናይ ባዕልና ካብ ዘበነ ሰፈራ ወይ ድማ ስደት ናብ ዘበነ ስራሕ ፈጠርቲ ወይ ድማ ኢንተርፕረነርስ ክንሰጋገር ዘኽኣለም ናይቶም ተፈናቐልቲ ምምጻእ ተመጽወቲ ሰባት ምፍጣር እንተይኮነስ ከም ናይ ሕብረተሰብና ጸገም ዝፈትሑን ሓድሽ ነገር ክፍጠር እጃሞም ክጻወቱን ዝገብር እዩ ነይሩ። ሓደ ግዜ ከም መስራትን ጀማርን ናይ ሓዳሽ ሃገር መንእሰይ መጠን ሓደ ሕቶ ተሓቲተ ነይረ። ካብ ዝሓለፉ ፈጠራታትን ምህዞታትን እንታይ ትምህርቲ ክወስድ ከም ዘለኒ ዘንጸባርቕ ሕቶ እዩ ነይሩ። ከምዚ ክብል ድማ መሊሰ። እዚ ሕቶ ብጣዕሚ ዝተሓላለኸ ሕቶ እዩ ግን ቀሊል መልሲ ክህበካ ሃገረ እስራኤል ናይ ኣይሁዳውያን ናይ ባዕሎም መሬት ብናይ ባዕሎም ኣእዳው ተጠቒሞም እዮም መስሪቶምዋ ግን ድማ እቲ ዝለዓለ ክንዝክሮ ዘለና ንሕና ከም እስራኤላውያን ካብ ኣብ ቅልጽምና ኣብ ሓንጎልና እንምስረት ምዃንና እዩ ካብቲ ብግልጺ ዝረአ ሃፍትና ንላዕሊ ኣብ ውሽጥናን ሓንጎልናን ዘሎ ሃፍቲ ከም ዝዓቢ ንፈልጥ ኢና ክብል መሊሰ። እዚ ትምህርቲ ደጊምና ደጋጊምና ክንመሃሮ ዝግባእ እዩ። ኣብ ቤን ሸመን እቲ ግራት ከመይ ከም ዝኳዓትን ከመይ ከም ዝሕረስን ኣይኮናን ተማሂርና። እኳ ደኣስ ሓደሽቲ ኣገባብ ኣተሓራርሳን ኣብ ውሱንን ትኽክለኛን ግዜ ብዙሕ ፍረታት ብጻዕርና ከመይ ነማዕብል ዝብል ትምህርቲ ኢና ቀሲምና። ኣብ ኣለሞት ስራሕቲ ሕርሻ ቀጺሉ ግን ድማ ከይዲ ምምሃር ፈጺሙ ይዝሓልን ኩሉ ግዜ ተስፋ ዘለዎ ስራሕቲ ፈጠራታት ይረኣዩ ነይሮም። እዚ ኸኣ ካብ ኪቡት ናብ ኪቡት እናተሓላለፈ ዝመጸን ኩሉ ግዜ ብተግባር ክሳብ ናይ መወዳእታ ውጽኢትን ፍልጦንን ንበጽሕ እናተመሃሃርናን ተመኩሮ እናቐሰምናን ንኸይድ ዝበል እስራኤላዊ መትከል ስለ ዝነበረ እዩ። ፈጠራ ወይ ድማ ምህዞ ከም መሳርሒ መፍትሒ ጸገም ኣይኮነን እናረኣኸዎ መጽኤ። እንታይ ደኣ ከም ናይ ባዕሉ ናይ ኣተሓሳስባ ስልቲ ዘለዎ መትከል ገይረ'የ ዝርእዮ ነይረ። ስለ ዝኾነ ኣብ ህንጸት ሓይልታት ምክልኻል እስራኤል ወይ ድማ IDF ኣብ ዝሰርሐሉ ግዜ ሓደ ዓይንና ኣብቲ ዘሎ ጭቡጥ ኩነታትን ቅልውላውን ንምሕላው ተኺልና እቲ ካልእ ዓይንና ድማ ናብ ጠቕላላ ዓለማዊ ኣድማስ እናጠመትና ኢና ተጓዒዝና። እቲ ዋና ዘድሊ ካብ ካልኦት ዓድታት ኣጽዋርን ጠያይትን ክተሓባበሩና ኣይነበረን። እንታይ ደኣ ካብ ውሽጥና መሰረታዊ ሳይንሳዊ ለውጢ ምርግጋጽ እዩ ዕላማና ነይሩ። እቲ ዝነበረና ናይ ምውድዳር ብልጫ ኣብ ሳይንስን ቴክኖሎጅን ዝተመስረተ ስራሕ ምስራሕና፣ ንባዕልና ምክልኻል ብዓቢኡ ምጥቃምናን፣ ዝሓሸ ዕድል ሂቡና እዩ። ካብ ገለ ነገር ዘይምህላው ሓደ ነገር ምጅማር ብጣዕሚ ኣገዳሲ ምዃኑ እናተገንዘብና መጺና መጻኢና እውን ኣብዚ እዩ ዝድረኽ ነይሩ። እዚ ድማ እዩ ኣብ እስራኤል ናይ ኣቬሽን ኢንዳስትሪ ንምህናጽ ዘምራሐኒ። እዚ ድማ እዩ ኣብ ዲሞና ናይ ኒኩሌር ፋሲሊቲ ክሃንጽ ዝደፍአኒ። ገና እታ ሃገር ንባዕላ ምቕላብ ኣብ ዘይከኣለትሉ እዋን እዩ ነይሩ እዚ ኹሉ ምንቅስቓስ ዝገብር ዝነበርኩ። እዚ ክጅምር እንተለኹ ዋላ ሓደ ፍልጦ ኣይነበረንን። ካብ ነፈርቲ ምጽጋን እንተላዒልና ብደረጃ ዓለም ተወዳደርትን መራሕትን ኣብ ሳተላይት ኢንዳስትሪ ከም እንኸውን፣ ሰብ ኣልባ ነፈርቲ ከም እነሕድስ፣ ሰብ ኣልባ ነፈርቲ ከም እንሰርሕ፣ ዋላ እውን ናይ እስራኤል ኣስትሮኖት ናብ ጠፈር ከም እንልእኽ፣ ኣብ ኦርቢት ኢላን ሮማን ከም ዝህልወና መን ተረዲእዎ ነይሩ? ካብዘይ ምጅማር ምጅማር ብጣዕሚ ዝበለጸ እዩ ካብ ዝብል ኣተሓሳስባ ወጻኢ ካልእ ፍልጦ ኣይነበረንን። ራፋኤል ማለት ኣጽዋር ናይ ምምዕባል ፕሮግራም እንትንሃንጽ፣ ሓደ መዓልቲ ሓጺናዊ ድፋዕ ወይ ድማ ኣይረን ዱም ኮይኑ ከም ዝከላኸለልና ዋላ ሓደ ዝገመት ወይነበረን። ግን ድማ መጻእ ዕድል ሃገርና ዝውስኑ ትካላት መሰረት ክንተክል ከም ዘለና ግን እፈልጥ ነይረም። ኣሽሓት ሳይንቲስትታት፣ ማለት እውን ኣብ ማኒፋክቸሪንግ፣ ኣብ ሜካኒካል ኢንጂነሪንግ፣ ኣብ ተግባራዊ ፊዚክስን ኒኩሌር ሳይንስን ብምስልጣንን ፍልጠት ብምቕሳምን ኣብ መጻኢ ዕድልና ምቕራጽ ዝዓበየ ሓይሊ ከም እንፈጥር ግን እረደኣኒ ነይሩ። ብርግጽ ከም ዲሞና ዝበለ፣ ብጣዕሚ ዓቢ ኣንቅዶ ዘለዎ ፕሮጀክት ኣይሳኻዕን ዝብል ምጥርጣር ኣይነበረን ማለት ኣይኮነን። ምክትል ሚኒስተር መከላኸሊ ኣብ ዝነበርኩሉ እዋን ዝበዝሕ ግዜ ዘጥፍኦ ዝነበርኩ ሓድሽ ቴክኖሎጂ ምትእትታው ዝሓሸ ናይ ምውድዳር ዓቕሚ ክህበና ይኽእል'ዩ ካብ ዝብል እምነት'ዩ ነይሩ። ኣጋጣሚ ካብ ቤት ጽሕፈተይ እንተወጽኤ ናይ እስራኤል መጽናዕቲ ኢንስቲትዩትን ዩኒቨርስትታትን ምጉብናይ ሰብ ሞያን ክኢላታትን ምርካብ ነቲ ስራሕ ብምዕዛቤ ግዜይ ዘጥፍኦ ነይረም ኣብ ሽሕን ትሽዓተ ሚእትን ሱሳን ሰለስተን ዓመተ ምህረት ሓደ ዘሐጉስ ነገር ኣብ ወይዝማን ኢንስቲትዩት ብዛዕባ ዲዛይን ናይ እስራኤል ኮምፒተር ዝጀመርኩሉ እዋን እዩ ነይሩ። ኣነ ድማ ኣብ ኦፕሬሽን እናሃለው ሃንደበት ክርእዮም ተሃንጤ ኣለኹ። እቲ ዝተዓዘብክዎ ነገር ካብ ዝገመትክዎ ንላዕሊ ኮይኑ ረኺበዮ። ማእኸል ስራሕ ናይቲ ማሽነሪ ብኣሃዱ ወይ ድማ ብጉጅለ ክስራሕ ዝኽእል ስራሕ ዝትክእ ምዃኑ ተገንዚበም። እዚ ድማ ነቲ ሰራዊት ብጣዕሚ ዝደልዮ እዩ ዝብል እምነት ኣሕዲረም። ሓንቲ ኮምፒተር ናይ ኣሽሓት ወተሃደራት ስራሕ ናይ ምትካእ ዓቕሚ ዝፈጥር ከምኡ እውን ካብ ተኣኪብካ እትእክቦ ዳታ ንላዕሊ ብቕልጡፍን ብበዝሕን ክህብ ዝኽእል ምዃኑ ተረዲእም። ስለዝኾነ ቀትርን ለይትን ምስቶም ክኢላታት ግዜይ ከጥፍእ ወሲነ። ኣጠቓቕማ ናይቲ ኮምፒተር፣ እቲ ኮምፒተር ከመይ ከምዝሰርሕ፣ ከምኡውን ንወተሃደራዊ ዕላማታት ከመይ ከም እንጥቀመሉ ምስቶም ክኢላታት ኮፍ ኢለ ተዓዚበን ተመያይጠን። እቲ ፕሮግራም ንወተሃደራዊ ዓቕምታትና ምዕባይ ብደንቢ ከም ዝጠቅምን ክንዕድጎ ከም ዘለናን ብምእማን ሙሉእ ወነ ሒዘ ናብ ቤት ጽሕፈተይ ተመሊሰም ግዜ ከየጥፋእኹ ድማ ኣብቲ ሓድሽ ቴክኖሎጂ ተመስሪትና ምስ ስታፈይ ዝርርብ ጀሚርና ኣበይ ክነቐምጦ ኢና ክብል ሓደ ጀነራል ምስቲ ዘለና ብጣዕሚ ብዙሕ ማሽነሪታት ብምትሕሓዝ ሓቲቱኒ እንታይ ኢና ክንሰርሐሉ ካልእ ጀነራል ሓቲቱ ናብ ፊልድ ክንወጽእ ከለና ኮምፒውተር ሒዝና ዲና ክንከይድ ብርግጽ ኣይከኣልን እኹላት ታንክታት እኳ የብልናን። ንስኻ ከኣ ብዛዕባ ኮምፒተር ትዛረብ ኣለኻ። ታንኪ ትትኩስ ትወቅዕ ትቐትል እያ። ኮምፒተር እንታይ እያ ክትሰርሐልና ትኽእል? ክብል ተቓዊሙ። ካብቲ ምይይጥ ዝተረዳእኻዎ ነገር እንተሃለወ ጀግና ይኹን ፈላጥ ሰብ ኣይከኣልን ናብ ዝብል ሕዱር ሕማም ክወድቕ ከም ዝኽእል እዩ። ስለ ዝኾነ ቀልጢፈ ቅድሚ ናይ ካልእ ሰብ ስምዒት ምቕታል፣ እቲ ዘቕርብዎ ዘለዉ ሓሳብ ጌጋ ምዃኑ ከረጋግጽ ኣለኒ። ስለዚ ኮምፒተር ንምጥቃም እንመሃረሉ ምኽንያት ቀዳማይ ናይ ውግእ ድልውነትና ንምምሕያሽ ስለ ዝኾነ፣ ቀልጢፍና ዝማዕበለ ናይ ኣጽዋር ዓቕሚ ክነማዕብል ስለ ዝግበእና እዩ። ቴክኖሎጂ ንሓደ ዕላማ ክትጥቀመሉ ኢልካ ዝሃነጽካዮ ኣብኡ እንተሎ ንኻልእ ዕላማ የገልግለካ እዩ። ናይ ኣጽዋር ሲስተም ቴክኖሎጂ ንሕክምና መሳርሕን ንውሽጣዊ ሕማማት መርኣይን ክንጥቀመሉ ስለ ንኽእል ብዙሕ ህይወት ከትርፈልና ይኽእል እዩ ክብል ኣስፊሐ ከረድኦም ፃዕሪ ገይረም።
ትረኻ መጽሓፍ ዓቢ ዓበይቱን ኣሕላም ደራሲ Simon Perez. Simon Perez. ተርጓሚ ተርጓሚ መንግስቲ ኣብ ገብረ ኪዳን ተራኺ ተራኺት ዮርዳኖስ ገብረ ስላሴ ትረኻ መጽሓፍ ዓቢ ዓበይቲ ንሕለም ምዕራፍ ሓሙሽተ